ሰላም ከመይ ትኾኑ ክብራት ተኸታተልቲ ሲኤም ኤክስትራ ሾው ዕለታዊ ዜና ስፖርት ሒዝናልኩም ቀሪብና ኣለና ንምክትታልኩም ብኽብሪ ንዕድም። ፍሎረንቲኖ ፔረዝ ንፕረዚደንት ኮይኑ ክቕጽል እዩ። ፕረዚደንት ሪያል ማድሪድ ፍሎረንቲኖ ፔረዝ ዳግማይ ፕረዚደንት ኮይኑ ንሎስ ብላንኮስ ንምምራሕ ኣብ ዝተኻየደ ምርጫ ተዓዊቱ ከምዘሎ ይግለጽ። ፍሎረንቲኖ ፔረዝ ቅድሚ እቲ ናይ ፕረዚደንት ምዝገባ መወዳእታ ግዜ ካልእ ሕጹያት ዘቕርቡ ድሕሪ ዘይምህላዎም፣ እቲ ፕረዚደንት ኣብ ዘለዎ ክቕጽል ምዃኑ ዘ ኣትለቲክ ሓቢሩ። ነዚ ስዒቡ ወዲ ሰብዓን ሸውዓተን ዓመት ፕረዚደንት ፍሎረንቲኖ ፔረዝ ንሪያል ማድሪድ ክሳብ ክልተ ሽሕን ዕስራን ትሽዓተን ክመርሕ'ዩ። ፕረዚደንት ፍሎረንቲኖ ፔረዝ ንሓሙሻይ ተኸታታሊ ግዜ ብዘይ ተቓውሞ ፕረዚደንት ሪያል ማድሪድ ኮይኑ ተዓዊቱ። ኢንተር ሚላን ተዓዊታ። ኢንተር ሚላን ኣብ ዕስራን ሓደን ሰሙን ናይ ኢጣልያ ሰሪኣ ኣብ ልዕሊ ኢምፖሊ ሰለስተ ብ ሓደ ተዓዊታ። ንዓወት ኢንተር ሚላን ሾታ ዘመዝገቡ ላውታሮ ማርቲነዝ፣ ማርኮስ ቱራምን ዳምፍሪይስን ክኾኑ ከለዉ፣ ተጻዋታይ ኤምፖሊ ኢስፖሲቶ ድማ ካብ ስዕረት ዘይተናግፍ መእተዊ ገዛ ሓንቲ ሸቶ ኣመዝጊቡ። ብኣሰልጣኒ ሲሞነ ኢንዛጊ እትምራሕ ክለብ ኢንተር ሚላን ኣብ ዝሓለፉ ዓሰርተ ሽዱሽተ ጸወታታት ሊግ ኣይተሳዕረትን። ደረጃ ሰሌዳ ሊግ እዘን ጋንታታት ምስ ንርኢ፣ ኢንተር ሚላን ብኣርብዓን ሸውዓተን ነጥቢ፣ ኤምፖሊ ብዕስራን ነጥቢ። ዝቕጽል መደብ ጸወታ እዘን ጋንታታት፣ ቀዳም ኤምፖሊ ኣንጻር ቦሎኛ፣ ሰንበት ሌቼ ኣንጻር ኢንተር ሚላን። ነይማር ናብ ብራዚል ክምለስ እዩ። ብራዚላዊ ማዕከናት ዜና፣ ንብራዚላዊ ጥቃዓይ ነይማር ኣብ ናይ ቁልዕነቱ ክለብ ሳንቶስ ክጽንበር ኣብ ስምምዕ ከምዝበጽሐ ሓቢረን። ብራዚላዊት ክለብ ሳንቶስ ንነይማር ናብ ክለባ ንምምላስ ናብ ስዑዳዊት ክለብ ኣል ሂላል ወግዓዊ ልቓሕ ሕቶ ከምዘቕረበት ይግለጽ። ክለብ ኣል ሂላል ፍቓድ እንተሂባ፣ ነይማር ኣብ ቀጻሊ ናብ ናይ ቁልዕነቱ ክለብ ዳግማይ ክጽንበር እዩ። ደገፍቲ እታ ክለብ ድማ ብሃንቀውታ ይጽበይዎ ከምዘለዉ እተን ማዕከናት ዜና እታ ሃገር ብሰፊሕ ይገልጻ ኣለዋ። ኣብ ዝተረፈ ዓመተ ስፖርት ክለብ ኣል ሂላል ነይማር ኣብ ስም ዝርዝር እታ ጋንታ ከምዘይመዝገበቶ ከምዘየእተወቶ ይፍለጥ። ነይማር ዝተረፈ ክፍሊት ሓቲቱ። ብራዚላዊ ኣጥቃዓይ ነይማር ካብ ክለብ ኣል ሂላል ዝተረፈ ናይ ሽዱሽተ ኣዋርሕ ደሞዙ ክወሃቦ ከምዝሓተተ ይግለጽ። ነይማር ንስዑዳዊት ክለብ ኣል ሂላል ዝተረፈ ናይ ሽዱሽተ ኣዋርሕ ናይ ስሳን ሰለስተን ሚልዮን ዩሮ ዝዋግኡ ውዕሉ ክኸፍኡን ውዕሉ ከቋርጽ ከምዝሓተቶ ዘ ኣትለቲክ ኣብ ጽሑፋታ ሓቢራ። ነይማር ንዝቕጽሉ ሽዱሽተ ኣዋርሕ ናብ መበቆል ሃገሩ ንምምላስ ምስ ናይ ቁልዕነቱ ክለብ ሳንቶስ ንምፍራም ከምዝሰማምዐ ይግለጽ። ዳኑ ኦልሞ ማህረምቲ የጋጥሞ። ስጳኛዊት ክለብ ባርሴሎና ካብ ፋል ዳኑ ኦልሞ ማህረምቲ ከም ዘጋጥሞ ኣፍሊጣ። ነዚ ስዒቡ ዳኑ ኦልሞ ጽባሕ ኣብ ቻምፕዮን ሊግ ኣንጻር ፖርቱጋላዊት ክለብ ቤኔፊካ ኣብ ዝካየድ ግጥማ'ዩ ክህልው'ዩ። ኣብ ዝሓለፉ ጸወታታት ካብታ ወጻኢ ዝነበረ ኣንሱ ፋቲ ኣብ ክንዲ ዳኑ ኦልሞ ናብታ ጋንታ ተመሊሱ ተኸቲቱ'ሎ። ባርሴሎና ጽባሕ ምሸት ሰዓት ዓሰርተ ሓደ ጸወታ ቻምፕዮንስ ሊግ ኣንጻር በነፊካ ክተካይድ'ያ። ንጸወታ ፒኤስጂ ኣንጻር ሲቲ መን ክመርሖ'ዩ? ንጸወታ ቻምፕዮንስ ሊግ ፒኤስጂ ኣንጻር ማንቸስተር ሲቲ ዝመርሕ ዳኛ ዕላዊ ኮይኑ፣ ሆላንዳዊ ዳኛ ሳይሞን ማርቺንያክ ረቡዕ ናይ ምሸት ኣብ ስታድዩም ፓርክ ደ ፕሪስ ዝካየድ ጸወታ ክመርሖ'ዩ። መን ትዕወት? ዩናይትድ ተጻዋታይ ንምፍራም ኣብ ዝርርብ ትርከብ። ክለብ ማንቸስተር ዩናይትድ ንዴንማርካዊ ናይ ጸጋማይ ተኸላኻላይ ፓትሪክ ዶር ካብ ክለብ ሌቸ ንምፍራም ኣብ ዝርርብ ከምዘላ ይግለጽ። ቀያሕቲ ሰይጣውንቲ ነዚ ተጻዋታይ ንምፍራም ምስ ኢጣልያዊት ክለብ ሌቸ ኣብ ስምምዕ ክትበጽሑ ቀሪባ ከምዘላ ጋዜጣ ዘ ኣትለቲክ ሓቢራ። እዚ ወዲ ዕስራ ዓመት ጸጋማይ ተኸላኻላይ ፓትሪክ ዶኮር ናብ ማንቸስተር ዩናይትድ ክጽንበር ድሌት ከምዘለዎ ይግለጽ። እዚ ተጻዋታይ ኣብዚ ዓመተ ስፖርት ምስ ለቼ ዕስራ ሊዮን ሊግ ጸወታታት ብምክያድ ሰለስተ ሹታት ብምዝጋብን ሓንቲ ኣሲስት ኣካይዱ። እስኹም ከ እንታይ ትብሉ? ማንቸስተር ዩናይትድ ኣብ ጸጋማይ ሸነኽ ድዩ ሃጋፋ ወይስ ኣብ ምጥቃዕ? መልሲ ኣብ ኮመንት። ኣብ ላሊጋ ብሰንኪ ቫር ዝበዝሐ ሸቶታት ዝተሰረዘን ክለባት። ክለብ ሪያል ማድሪድ ኣብዛ ዓመተ ስፖርት ኣብ ላሊጋ ብዙሕ ሸቶታት ብሰንኪ ቫር ዘይተፈቕደላ ክለብ ተባሂላ ብቐዳምነት ትፅዋዕ። ሪያል ማድሪድ ኣብዛ ዓመተ ስፖርት ኣብ ላሊጋ ብሰንኪ ቫር ሰላሳ ሸቶታት ዝኾና ከምዝተሰረዛ ይግለፅ። መን ክለብ እያ ዝበዝሐ ሸቶታት ብቫር ዝተሰረዛ? ሪያል ማድሪድ ሰላሳ ሸቶታት፣ ኣትለቲኮ ማድሪድ ዓሰርተ ሸውዓተ ሸቶታት፣ ሰልታ ቪጎ ዓሰርተ ሸውዓተ ሸቶታት፣ ሰቪያ ዓሰርተ ሸውዓተ ሸቶታት። ይገርም እዩ። ማንቸስተር ሲቲ ተፃዋታይ ኣፈሪማ። ማንቸስተር ሲቲ ንኡዝቤካዊ ተኸላኻላይ ዓብዱ ኮድር ኢሁሳኖቭ ካብ ፈረንሳዊት ክለብ ሌንስ ከምዘፈረመቶ ብወግዒ ኣፍሊጣ። ማንቸስተር ሲቲ ንወዲ ዕስራ ዓመት ተኸላኻላይ ዓብዱ ኮድር ኢሁሳኖቭ ብ ኣስታት ሓምሳ ሚልዮን ዩሮ ዝግመት ክፍሊት ኣፈሪማቶ። እዚ ተፃዋታይ ምስ ማንቸስተር ሲቲ ናይ ኣርባዕተ ዓመት ውዕል ከምዝፈረመ ይግለፅ። ዓብዱ ኮድር ሱካኖቭ ንፈለማ እዋን ኡዝቤካዊ ፕሮፌሽናል ተጻዋታይ ኩዕሶ እግሩን ኣብ እንግሊዝ ፕሪመር ሊግ ክለብ ፈሪሙ። ብኣንጻሩ ኡዝቤኪስታን ኣብ ፕሪመር ሊግ እንግሊዝ ተጻወትታ ተወኪላ መበል ሚእትን ዓሰርተ ትሽዓተን ሃገር ኮይና ኣላ። ፈረንሳዊት ክለብ ሌንስ ነዚ ተጻዋታይ ቅድሚ ሓደ ዓመት ብሚእቲ ሽሕ ኤሮ ብምፍራማ ብሓምሳ ሚልዮን ዩሮ ክትሸጦ ክኢላ። ምስ ሲቲ ምጽንባረይ ሕቡን'የ፣ ዓብዱ ኮድር ሱካኖቭ ብወግዒ ናብ ማንቸስተር ሲቲ ዝተጸንበረ ዓብዱ ኮድር፣ ክውሳነ ድሕሪ ምፍራሙ ካብ ዝተዛረቦ ካብ ፐፕ ጓርድዮላ ክመሃር ብሃንቀውታ ይጽበ ኣለኹ ኢሉ። ማንቸስተር ሲቲ ንነዊሕ እዋን ዝከታተላን ዘስተማቕራን ክለብ'ያ፣ ኣብዚ ብምፍራመይ ድማ ኣዝየ ሕጉስ'የ ክብል እቲ ተጻዋታይ ገሊጹ። ክውሳኖቭ ማንቸስተር ሲቲ ሓንቲ ካብተን ዝበልጻ ጋንታታት ዓለም'ያ ዝበለ ክውሳኖቭ፣ ናብዚ መጺኡ ዋንጫ ንምዕታር ምዃኑ ገሊጹ። ፐፕ ጓርድዮላ ሓደ ካብቶም ዝበልጸ ኣሰልጠንቲ ኩሉ ግዜ'ዩ፣ ካብኡ ክመሃርን ነብሰይ ዝያዳ ክማዕብልን ድማ ሕጉስ'የ፣ ምስ ሲቲ ምጽንባረይ ኣዝየ ሕቡን'የ ኢሉ። ሃዛርድ ካብ ሳላሕ ዝሓሸ ተጻዋታይ'ዩ፣ ክሪስቲስ ጆንስ። ኣካፋ ሊቨርፑል ክሪስቲን ጆንስ፣ ኢድን ሃዛርድ ካብ ወዲ ጋንትኡ መሓመድ ሳላሕ ዝሓሸ ተጻዋታይ ምዃኑ ገሊጹ። ኢድን ሃዛርድ ካብ መሓመድ ሳላሕ ዝሓሸ ተጻዋታይ ድዩ ተባሂሉ ምስ ተሓትተ፣ ክሪስት ጆንስ እወ ንሱ'ዩ ክብል ተሰሚዑ። ክሪስት ጆንስ ወሲኹ፣ ኣብ ጋንታይ ዝደልዮ ተጻዋታይ ግን ሳላሕ'ዩ፣ ምኽንያቱ ብዙሕ ሸቶታት የመዝግብን ኣሲስት ይገብርን ኢሉ። ንጋንታይ ህይወተይ ክህብድል ውእየ። ኮናቴ፣ ተኸላኻላይ ሊቨርፑል ኢብራሂም ኮናቴ ካብ ማረምቲ ምሉእ ብምሉእ ስለዝሓወየ ንመቐነሲ ቃንዛ መድሃኒት ክጽዋት ምዃኑ ገሊጹ። ኮናቴ ቅድሚ ጽባሕ ዝካየድ ጸወታ ኣንጻር ክለብ ሊል ንጋዜጠኛታት ኣብ ዝሃቦ መግለጺ ብመቐነሲ ቃንዛ መድሃኒት እየ ዝጻወት ነይረ ኢሉ። ኮናቴ ነዛ ጋንታ ህይወተይ ክህብድል ውእየ ድሕሪ ምባል ጎሜዝ ተጎዲኡ ምስ ረኣኹ ናብ ጸወታ ክምለስ ብጣዕሚ ፈጢነ ክብል ተሰሚዑ። እቲ ተጻዋታይ ወሲኹ ናብ ሜዳ ካብ ዝምለስ ጀሚረ ብመቐነሲ ቃንዛ መድሃኒት ክጻወት ጸኒሐ ክብል ከሎ ክሳብ ሕጂ ቃንዛ ይስመዓኒ'ሎ ይብል። ክለብ ሊቨርፑል ሓድሽ ውዕል ከም ዘቕረበትሉ ዝገለጸ ኮናቴ፣ ውዕሉ ከሐድስ ከም ዝቐርበን ደጊሙ ክዛረብ ከም ዝደልን ገሊጹ። ሰማያውያን ተዓዊቶም። ክለብ ቼልሲ ኣብ ፕሪመር ሊግ እንግሊዝ ኣንጻር ዎልቭስ ኣብ ዘካየደቶ ግጥም ሰለስተ ብ ሓደ ተዓዊታ። ቶሲን ኣዳራቢኦ፣ ማርክ ኩኩረላን ኖኒ ማዱኩን ንቡሉዝ ናይ ዓወት ሸቶታት ከመዝግቡ ከለዉ፣ ዎልቭስ ካብ ስዕረት ዘየናገፈታ እንኮ ካብ ተኸላኻላይ'ታ ጋንታ፣ ድዋርት ዝተረኽበት'ያ። ቸልሲ ድሕሪ ሓሙሽተ ተኸታታሊ ጸወታታት ፕሪመር ሊግ ኣብ ናይ ዓወት መገዲ ተመሊሳ ኣላ። ቸልሲ ድሕሪ ሰላሳን ሽዱሽተን መዓልታት ኣብ ፕሪመር ሊግ ናብ ዓወት ተመሊሳ። ኣብቲ ጸወታ እቲ ካብ ልቓሕ ዝተመልሰ ትሬቮ ቻሎባ ኮኾብ ናይቲ ግጥም ተባሂሉ ተሸሊሙ። ደረጃ ሰሌዳ ሊግ እዘን ጋንታታት ምስ ንርኢ። ራብዐይቲ ቸልሲ ብኣርብዓ ነጥቢ፣ መበል ዓሰርተ ሸውዓተ ወልቭስ ብዓሰርተ ሽዱሽተ ነጥቢ። ዝቕጽል መደብ ጸወታ እዘን ጋንታታት ቀዳማይ ማንቸስተር ሲቲ ኣንጻር ቸልሲ፣ ቀዳም ወልቭስ ኣንጻር ኣርሰናል። ዝከበርኩም ተከታተልትና ንሕጂ ሒዝናዮ ዝቀረብና ዕለታዊ ዜና ስፖርት እዚ ክትከታተልዎ ዝጸናሕኩም እዩ ኣብ ዝቅጽል ምክትታልኩም ኣይተቋርጹ ካልእ ውን ስለ ዘሎ እተን ኣርባዕተ ሕግታት ሼር ላይክ ኮመንት ሳብስክራይብ ኣይትስለልወን ወደሓንኩም ኣንበሳ ብይብዓል ስረ ኣንበሳ ኣንበሳ ብይብዓል ስረ ኣንበሳ ኣንበሳ ብይብዓል ስረ ኣንበሳ